ኣብ እስራኤል ሰበር ዜናታት ይስምዑ ኣለዉ። እስራኤል ከቢድ ዝኾነ ዓፀቦ ኣጋጢምዋ ኣሎ። ዘይተጸበየቶ ከቢድ ፈተና፣ ከቢድ ደብዳብ ካብ ኣይረንዶም ሓሊፎም ንከተማታት እስራኤል ኣብ ራዕዲ ኣእትዮም ወን ኣለው። ኢራን ዓቢ ሰበር ዜና ተጸበዩ ትብል ኣላ። ምስ ምቕታል ኔታንያሁ ዘተሓሕዝዎ ብዙሓት እዮም። እስራኤል ናብ ጄኔቫ ትኸስስ ኣላ። ብዓለም ዝተኸልከለ መሳርሒ ገይራ ኢራን ትድብድበኒ ኣላ ክትብል ምሕጽንታ ናብ ጄኔቫ ልኢኻ ኣላ። ፕረዚደንት ትራምፕ ኣብ መስኮት መንግስታዊ ቴሌቪዥን ኢራን ተራእዮም እቲ ወግዓዊ መደበር ተለቨዥን ስርዓት ኢራን ብጠለፍቲ ወይ ከኣ ሃከርስ ኣብ ትሕቲ ቁጽጽር ምውዳቑ ስዒቡ ኣብዚ ሕዚ ሰዓት ምስልን መደረን ፕረዚደንት ትራምፕ ብሰፊሑ ይመሓላለፈሉ ኣሎ። ወዲ ስልሳን ትሽዓተን ዓመት ነበር ፕረዚደንት ማሕሙድ ኣሕማዲ ነጃድ ምስ ሓለውቱ ኣብ እዋን ወተሃደራዊ መጥቃዕቲ ኣመሪካ ንእስራኤልን ኣብ ቴህራን ኣብ ልዕሊ መንበሪ ገዝኡ ብዝተፈጸመ መጥቃዕቲ ነፈርቲ ከምዝተቐትለ ምስ መንግስቲ ኢራን ምትእስሳር ዘለዋ ማዕኸን ዜና ኢልና ሓቢራ'ላ። ኣመሪካን እስራኤልን ኣብ ልዕሊ ኢራን መጥቃዕቲ ኣብ ዝጀመራላ መዓልቲ፣ ንላዕለዋይ መራሒ ኢራን ኣያቶላህ ኣሊ ኻሚኒ ሓዊሱ ልዕሊ ኣርብዓ መራሕትን ሳይንቲስታት ኒኩለርን ቁልፊ ሰባትን ተቐቲሎም። ሚኒስተር ምክልኻል ኣመሪካ፣ ሎሚ ኣብ ዘውጽኦ መግለጺ፣ ሎሚ ለይቲ ኣብ ኢራን ብ ክልተ ስፕሪት ብ ዕስራን ሓደን ረይደር ቦምብ ዝስከማ ነፈርቲ ኲናት ተጠቒሞም ሰፊሕን ዛዛምን መጥቃዕቲ ክፍጽሙ ምዃኖም ኣፍሊጦም። መራሒ ሰሜን ኮርያ ኪም ጆንግ ኡን ንደቡብ ኮርያ ካብ ገጽ ምድሪ ክነጥፍእ ንኽእል ኢና ክብሉ ኣጠንቂቖም። ኣብ መወዳእታ ዜናና ሎሚ ብምኽንያት ኣብ ማእኸላይ ምብራቕ ዘሎ ሓያል ተበራዕ ኩናት ዝተፀልወ በዓል ዓወት ኩናት ዓድዋ ክብርን ልኣላውነትን ኣፍሪካ ዝመለሰ ነይሩ ክብል ሕብረት ኣፍሪቃ ገሊፁ ኣሎ። ሰላም ኣብ ኩሉ ኩርናዓት ዓለም እትርከቡ ተኸታተልቲ መደብና ንሎሚ ብዛዕባ ማእኸላይ ምብራቕን ከምኡ እውን ዓለማዊ ጉዳያትን ሒዝናልኩም ቀሪብና ኣለና ናብ ዝርዝሮም ክነስግረኩም። ኢራን ኣብ ብዙሓት ከባብታት ማእኸላይ ምብራቕ ከበድቲ ክሳራታት ተስዕበላ ኣብ ኩዌት ዝርከብ ናይ ኣመሪካ ወታደራዊ መዓስከር ዓብዪ ክሳራ ኣብፂሑ ኣሎ እቲ ኣመሪካ እትምክሐላ መርከብ ኣብርሃም ሊንከን ብኣርባዕተ ሚሳይላት ኢራን ምህራማ ተሓቢሩ ኣብ ባህረይን ዝርከብ ወታደራዊ መደበር ኣመሪካ ብከቢድ ከም ዝተወቕዐን ስርሑ ጠጠው ከም ዘበለን ይግለፅ ኣሎ ወዲ ስልሳን ትሽዓተን ዓመት ነበር ፕረዚደንት ኢራን ማሕሙድ ኣሕማድ ነጃድ ምስ ሓለውቲ ኣብ እዋን ወታደራዊ መጥቃዕቲ ኣመሪካን እስራኤልን ኣብ ቴህራን ኣብ ልዕሊ መንበሪ ገዝኡ ብዝተፈጸመ መጥቃዕቲ ነፈርቲ ከም ዝተቐትለ ምስ መንግስቲ ኢራን ምትእስሳር ዘለዋ ማዕኸን ዜና ኤልና ሓቢራ'ላ። ኣሕማድነጃድ ካብ ክልተ ሽሕን ሓሙሽተን ክሳብ ክልተ ሽሕን ዓሰርተ ሰለስተን ንኣስታት ሸሞንተ ዓመት ኣብ ስልጣን ኣብ ዝነበርሉ፣ ብዓቃባውያን ተሪር መርገጺ ዘለዎም ሰበስልጣን ሃገሩ ክፍቶ እዩ ነይሩ። ብኣንጻሩ፣ በቲ ንኣንጻር እስራኤልን ምዕራባውያን ሃገራት ዝወስዶ ዝነበረ ተሪር መርገጺ፣ ኣብ ዘመነ ስልጣኑ ሓያላት ሃገራት ኣንጻር ኢራን ተረርቲ እገዳታት ኣንቢረን እየን። ኣብቲ ኣብ ወርሒ ሰነ ዝነበረ ውግእ እስራኤልን ኢራንን እውን ስለ ተሳሒቱ እዩ። እቲ ንምዕራባውያን ብትሪ ብምቅዋም መርሃ ግብሪ ኑክሌር ኢራን ብምስፋሕ ዝፍለጥ ፕረዚደንት ነበር ማሕሙድ ኣሕመድ፣ ነጃድ ኣብ ገዝኡ ብዘጋጠመ ጽዑቕ ደብዳብ ሚሳይላት ተቐቲሉ ኣሎ። መራኸቢ ብዙሓት እስራኤልን ኢራንን ነቲ ዜና ኣረጋጊጸምዎ ኣለዉ። እዚ ቕትለት እዚ ኣካል እቲ ንላዕለዎት መራሕቲ ኢራን ንምጽራግ ዝካየድ ዘሎ ሰፊሕ ስርሒት ምዃኑ ይግለጽ። ኣሕማድነጃድ ብ ክልተ ሽሕን ትሽዓተን ብዘጋጠመ ርሱን ተቓውሞ ንእስራኤል ካብ ካርታ ዓለም ክትጠፍእ ኣለዋ ብምባል ብዝሃቦ መግለጺ ዝፍለጥ ሓያል ፖለቲከኛ ምንባሩ'ዩ።

እቲ ዊንግ ኦፍ ጽዮን ወይ ከኣ ዊንግ ኦፍ ጽዮን ዝተባህለ ናይ መንግስቲ ነፋሪት ካብ ክሊ ኣየር እስራኤል ወጺኡ ናብ ኢሮጳ ገጹ ክበርር ከም ዝተራየ ተንተንቲ ይሕብሩ። ህዝቢ ቴልኣቪቭ ኣብ ትሕቲ ሓዊ እናወደቐ መራሒኦም ሃዲሙ ዝብል ወረ ንእስራኤል ኣብ ውሽጢ ቅልውላው ኣእትይዋ ይርከብ ዝብሉ ብዙሓት ፖለቲከኛታት እዮም። ኣመሪካን እስራኤልን ኣብ ልዕሊ ኢራን መጥቃዕቲ ኣብ ዝጀመራላ መዓልቲ ንላዕለዋይ መራሒ ኢራን ኣያቶላህ ኣሊ ኻሚኒ ሓዊሱ ልዕሊ ኣርባዓ መራሕትን ሳይንቲስታት ኒኩለርን ቁልፊ ሰባትን ተቐቲሎም። ምስ ላዕለዋይ መራሒ ኢራን ኣያቶላህ ኣሊ ኻሚኒ ብመጥቃዕቲ ኣመሪካን እስራኤልን ዝተቐትሉ ንስድራ ኣያቶላህ ካሚኒ ሓዊሱ ዝተፈላለዩ ወታደራዊን ሲቪል መራሕቲ ኢራን ንኡስናት ንምጥቃስ ዓሊ ሻማኻኒ ላዕለዋይ ኣማኻሪ ኣያቶላህ ኣሊ ኻሚኒን ነበር ሓላፊ ሃገራዊ ቤት ምኽሪ ጸጥታ ኢራናን ዓዚዝ ናሲርዛዴህ፣ ሚኒስተር ምክልኻል ኢራን ነበር ኣዛዚ ሓይሊ ኣየርን መሓመድ ፓክቱር፣ ኣዛዚ ሓይሊ ምድሪ ሓይሊ ሰራዊት ሓይልታት እስላማዊ ወያነን መሓመድ ሺራዚ፣ ኣያቶላህ ዓሊ ኻሚኒ መራሒ ካብ ዝኾኑ ግዘ ጀሚሩ ሓላፊ ወታደራዊ ቤት ፅሕፈት እቶም መራሒ ዝነበሩ ሳላህ ኣሳዲ፣ ሓላፊ ስለያ ወታደራዊ ህፁፅ ማእኸል ኢራን ሆሴን ጀባል ኣመልያ፣ ኒዩክለር ሳይንቲስት፣ ሓላፊ ንምርምር ኣጽዋር ኒዩክለር ዝከታተል ትካል፣ ረዛ ሞዛፋሪ፣ ኒያ፣ ኒዩክለር ሳይንቲስት፣ ነበር ሓላፊ ስፐንድ ዝነበረን ኣብ ምስራሕ ኣጽዋር ኒዩክለር ዓቢ ግደ ዝነበሮን ካልኦት ትሽዓተ ኢራናውያን ላዕለዎት ሳይንቲስት ኒዩክለር ስድራ ኣያቶላህ ኣሊ ኻሚኒ ጓሎም፣ ሰብኣይ ጓሎምን ሰበይቲ ወዶምን ሓደ ወዲ ወዶምን ብመጥቃዕቲ ኣመሪካን እስራኤልን ኣብ ዝተጀመረሉ ኣብ ውሽጢ ሓደ መዓልቲ ዝተቐትሉ ኢዮም። ሚኒስትር ምክልኻል ኣመሪካ ሎሚ ኣብ ዘውፅኦ መግለፂ ሎሚ ለይቲ ኣብ ኢራን ቢ ቱ ስፕሪት ኤንድ ቢ 21 ሬይደር ቦምብ ዝስከማ ነፈርቲ ኩናት ተጠቒሞም ሰፊሕን ዛዛምን መጥቃዕቲ ክፍፅሙ ምዃኖም ኣፍሊጦም። እዚ ሕዚ ዝትኮሱ ቦምብ ናብ ትሕቲ መሬት ክሳብ ሰብዓ ሜትሮ ዘሊቑ ብምእታው ናይ ኣቶሚክ ሎጂስቲክስ ከይተረፈ ከዕኑ ዝኽእልን ኣብ ካልእ ዓለም ዘየለ ፍሉይ ኣፅዋር ምዃኑን እዩ ዝግለፅ።

ፔንታጎን፣ ኣብ ልዕሊ ኢራን ብዝተፈጸመ ወተሃደራዊ መጥቃዕቲ ሰለስተ ወተሃደራት ኣመሪካ ከም ዝተቐትሉ ስዒቡ፣ ትራምፕ ንኤንቢሲ ኒውስ ኣብ ዝገለጾ መግለጺ፣ ሰለስተ ወተሃደራት ስኢንና ኣለና፣ መስዋእቲ ክንከፍል ኢና ንጽበ፣ ኣብ መወዳእታ ግን እዚ ንዓለም ረብሓ ክኸውን እዩ ይብሉ። እቶም ፕረዚደንት ነዚ ዝገለጹ፣ ኣብ ጻዕዳ ኣዳራሽ ምስ ማሕበር ሃገራዊ ኣመሓደርቲ ኣብ ዘካየድዎ ቁርሲ፣ ኣብ ልዕሊ ኢራን ዝውሰድ ዘሎ ስጉምቲ ዋላ'ኳ ህይወት ሰባት ዘኽፍል እንተኾነ፣ ንሃገራዊ ሰላም ምርግጋእን ኣገዳሲ ምዃኑ ይሕብር። ብወገን ኢራን ዝወጹ ዘለዉ ጸብጻባት ከም ዝሕብርዎ እንተኾይኑ፣ በዝሒ ዝሞቱን ዝቖሰሉን ወታደራት ኣመሪካ ካብ ሓሙሽተ ሚእትን ስሳን ከም ዝበጽሑ ይግለጽ። እንተኾነ ብዛዕባ እዚ ዝተጸንዐ ንጹር ዝኾነ ሓበሬታ ዛጊድ ኣይወጸን። መራሒ ሰሜን ኮርያ ኪም ጆንግ ኡን ንደቡብ ኮርያ ካብ ገጽ ምድሪ ክነጥፍኣ ንኽእል ኢና ክብሉ የጠንቅቑ። መራሒ ሰሜን ኮርያ ኪም ጆንግ ኡን ጎረቤታ ደቡብ ኮርያ ንሰላም ሃገሮም እንተረቢሻ ክነጥፍኣ ንኽእል ኢና ክብሉ መጠንቀቕታ ኣውጺኦም። እቶም መራሒ ነዚ ዝገለጹ ኣብ መወዳእታ ናይቲ ናይ ገዛኢ ፓርቲ ዝተኻየደ ጉባኤ ንዝቕጽሉ ሓሙሽተ ዓመታት ናይታ ሃገር ፖሊሲ ኣንፈት ኣብ ዝሃብሉ እዋን'ዩ። ወታደራዊ ምድላዋት ሓድሽ ኣጽዋርን ብምጥንኻር ብዙሕ ወፍሪ ብምግባር ወታደራዊ ዓቕማ ኣብ ምሕያል ትኹረት ትገብር ከምዘላ ዝግለጸላ እዩ ሰሜን ኮርያ። ብኣንጻሩ ግና ሚኒስትር ውህደት ደቡብ ኮርያ ከምዝበልዎ ሰሜን ኮርያ ጽልኢ ምምራጻ ኣዝዮም ተስፋ ከምዝቖረጹን ኮይኑ ግና ደቡብ ኮርያ ኣብ መንጎ ክልቲኣን ሃገራት ሰላም ንክሰፍን ብትዕግስቲ ክትቕጽል ምዃና ገሊጾም ኣለዉ ከም ጸብጻብ ኣልጀዚራ። ሎሚ ብምኽንያት ኣብ ማእኸላይ ምብራቕ ዘሎ ተባራዒ ኲናት ዝተጸልወ በዓል ዓወት ኲናት ዓድዋ ክብርን ልኣላውነትን ኣፍሪካ ዝመለሰ ነይሩ ክብል ሕብረት ኣፍሪቃ ገሊጹ ኣሎ። ዓወት ዓድዋ ንልኣላውነት፣ ክብርን ሓድነትን ኣፍሪካ ዘንጸባርቕ መረጋገጺ ነይሩ ይብል ሕብረት ኣፍሪቃ። ንመበል ሚእትን ሰላሳን ዓመት ዝኽበር ዘሎ በዓል ዓወት ዓድዋ ጠሚቱ ኮሚሽነር ኮሚሽን ሕብረት ኣፍሪቃ ማሕሙድ ዓሊ ዩሱፍ ኣብ ዘውጽእዎ መግለጺ፣ እቲ ዓወት ኣፍሪካ መጻኢ ዕድላ ባዕላ ከምትውስን ዘመላኽት ረዚን መልእኽቲ ዘሕለፈ ምንባሩ ይገልጹ። ኮሚሽነር ዓሊ ዩሱፍ ኣብ መግለጺኦም ዓወት ዓድዋ ናይ ኣፍሪካ ልኣላውነት፣ ክብርን ሓድነትን ዝገልጽ መረጋገጺ ነይሩ ብምባል ትርጉም እቲ ታሪኽ ፍጻመ ኣነጺሮም። ጥንካረ ኣፍሪካ ኣብ ስምረት ኣፍሪካውያን ዝምስረት ምዃኑ ዝገለጹ እቶም ኮሚሽነር ኣብዚ እዋን ዘጋጥሙ ብድሆታት ንምስጋር ኣፍሪካውያን ሓደ ክኾኑ ከምዘለዎም ኣብሪሆም። ኮሚሽን ሕብረት ኣፍሪካ ኣብ መግለጺኡ ንሰላም፣ ውህደትን ሓበራዊ ዕቤትን ኣህጉር ኣፍሪቃ ዘለዎ ተወፋይነት ኣረጋጊጹ ኣሎ። እምበኣርከስ ክቡራት ተኸታተልቲ መደብና ዜናታት እዚ ዕለት ኣብዚ ከንቢትና ሰሰናዩ ንዓኹም ሰላም ንዓኺ ትግራይ።